ሰላም ሰላም ኣብ ሙላእ ዓለም ዘለኹም ተኸታተልተይ ሰላም ጥዕናን ክህልወኩም ተስፋ እናገበርኩ ሕጂ ከዓ ብሓንሳብ ኣይስክሬም ወይ ከዓ ጀላተ ክንዳሉ ኢና ፀሓይ ትቀላቀል ኣላ ቆላው ይኹኑ ዋላ ዓበይቲ ኣይስክሬም ኣይስክሬም ይብለው እሞ ሕጂ ከዓ ምዛ ናይ ፀሓይ ክጠቕመና ስለ ትኽእል ዝብምባል ሓሳብ ኣነዳሉ ኢና ማለት እዩ እዚ ቀሪፍና ነዚ እውን ቀሪፍና ክንመታትሮ ኢና ከምቲ ዘድልየና ማለት እዩ ሽዑ ንፍርቂ ሰዓት ትኸውን ወይ ንኣርባዓ ደቂቕ ትኸውን ኣብ ፍሪጅ ከነእትዎ ኢና። ብድሕሪኡ ከምዚ ኮይኑ ኣሎ መትሄረ ኣብ ፍሪጅ ንኣርባዓ ደቂቃ ንሕዮ እቲ ዓቐን ክነብዝሖ ንኽእል ኢና ከም ናትና እደለናዮ ማለት እዩ ባናና ቆፍተ ፅልም ኢሉ ናይ ባናና ኮሜ ዝገብር ማለት እዩ ሕጂ በታ ተድልየና ዓቕን እቲ ባናና ንሓደ ኣይኮንኩን ክገብረሉ ኣነ ንዓና ከዓ ከምቲ ዘድልየና ማለት እዩ ክልተ ሚእቲ ግራም ኸውን ንወስድ ንኽእል ኢና ወይ እውን ከምቲ ናትና ዘለናዮ ማለት እዩ እዚ ልክዕ ከም ሽኮር ኢና ንጥቀመሉ ኣብዚኣ ከዓ ብላው ቢረ ወይ ከዓ ብሉ ቢረ ከዓ ክትገብረሉ እዚኣ ባናና ኣለዋኒ እዚአን ምእታ ከምዚ ገይረ ዓፅየ ኣለኹ ባናናን ብሉ ቢረ ወይ ከዓ ብላው ቢረ ማለት እዩ። እዚ ከምዚ ገይረ ምስ ኣዳለኽዎ ክሳብ ነቲ ካልእ ዘዳሉ ኣፍርጅ ከትወየ ሕጂ እውን ባናና ኣብዚ ገይረ ኣለኹ ከምታ ዘድልያ ንዓቐን ማለት እዩ ነዚ ባናና ኣብዚ ኣዳልየ ዘለኹ ካካው ሽኮር ዘይብሉ ካካው ማለት እዩ ፓውደር ካካው ብዘይ ሽኮር ክልተ ማንካ በዚ ዓብዪ መብልዒ ማንካ ግበርለይ። እዚ ምስ ገበርክዎ ከዓ ከምዚ ገይረ ኣብዚ እቲ የለኹ ሕጂ ማሽን ክውልዐ ማለት እዩ። እዚኣ ካካው ከዓ ከምዚኣ ትመስል ብካካው ተሰርሐት። እቲ ካካው ዕርዕር ከይብል ባናና ኣብዚ ክነብለሉ ንኽእል ኢና ማንጎ ንፈቱ ተኮይንና ከዓ ብማንጎ ከነዳልዎ ንኽእል ኢና በታ ደስ ዝብለና ወይ ከዓ ደቅና ዝፈትውዎ ሕጂ ከዓ ማንጉስን ባናናን ገይረ ከዳሊ እየ ሳልሰይቲ ማለት እዩ ሕጂ ከዓ እዚኣ እዚ ኤርድ ቪደ ወይ ከዓ ስትሮበሪ እዚ ከዓ ሂንቢረ ብትግርኛ እንታይ ይባሃል ኣይፍለጥ ኮን ሂሚረ ግን ተሪኢኹም ትፈልጥዋ ትኽእሉ ኢኹም ማለት እዩ ብሓንሳብ ገይረ ክገብረ ምክንያቱ እዚ ክመፀና እዩ ወይ ገለ ንብል ኮይና ወይ ባናና ወይ ማንጎ ስከነትወል ንኽእል ኢና ኣነ ግን እዚኦም ክልቲኦም ብሓንሳብ እየ ክገብረን ማለት እዩ ሕጂ ኣይስክሬምና ከምዚ ይመስል ወይ ጀላተና ከምዚ ይመስል ማለት እዩ። እዚ እቲ ናይ ማንጉስን ባናናን እዩ። እዚ ከዓ ናይ ባናናን ካካው ብዘይ ሽኮር ማለት ፓውደር ጥራይ። እዚ ከዓ ናይ ስትሮበርን ሂምቢረን ማለት እዩ። እዚ ናይ ብላውቤርን ናይ ባናናን ከምቲ ዝረኣናዮ ክጣሓን ከሎ ከምኡ ገይረ ኣዳልየ ማለት እዩ ዝበለፀ ኣብቲ ኣብ ፍሪጅ ኣበሪድና ክንጥሕኖ ከለና ዳይረክት ሽዑ ኣውፅኢና ካብቲ ማሽን ክንህብ ወይ ክንበልዕ ንኽእል ግን ከምዚ ክንገብር ተኸይና ግን እታ ማሽንና ከይትስበረና ወይ እታ ማሽንና ከዓ ንበረድ ትጥሕን ተኾይና ከምኡ ክንገብር ንኽእል ኢና በረድ እንድሕር ዘይትጥሕን ተኾይና ግን ማሽን ክትስበር ስለ ትኽእል ኣነ ቁሩብተይ ኣብ ፍሪጅ ገረዮ እሞ ብድሕሪኡ ይዕሪ ከይ ዝሓለ ከሎ ኣውፅኤ ጢሒነዮ ማለት እዩ ምክንያቱ እታ ማሽነይ ከይትፅይቐኒ እንደጋና ምስ እዳለኽዎ ከዓ ናብ ፍሪጅ የትዮ ከምቲ ዝደለናዮ ዓቐን ምዝሓል ከምኡ ክንገብር ንኽእል ኢና። ብዙሕ ክዝሕለልና ወይ ከነቐመጦ ተኮይንና ተረፍ ከዓ ከነቐመጦ ይከኣል እዩ ፀገም ትበሃል የብሉን ነዚ ንምቕራብ ከዓኒ ወይ በበይኑ ከከም ንመረፅናያ ካካብ ንመረፅናያ ክንገብር ንኽእል ኢና ወይ ከኣ ሓዋዊስና ክንገብር ንኽእል ኢና ከነዳሉ ኢና ሕጂ ብሓሳብ ሕጂ ኣይስክሬም ናተይ ከምዚኣ ትመስል ወይ ጀላተ ናተይ ከምዚኣ ትመስል ናተይ የዕሩ ኣይዝሓልን ኣሎ ምክንያቱ ቀልጢፈ ክውድ ካልእ ስራሕ ክገብር ስለ ዘለኹ ነዚኣ ትመስል ማለት እዩ እዚ ኣነ ሓዋዊሰ ኣዳልየዮ ግን ነን ንበይኑ ክንገብሮ ንኽእል ኢና ማለት እዩ ንኣብነት ንንበይኑ ክንገብሮ ንኽእል ኢና ብፍላይ ቆላውዕ እቲ ሓደ ኣይደልን እዩ እቲ ሓደ የደሊ ክብሉ ስለ ዝኽእሉ ከምኡ ክንገብር ኢና ንዝነበረና ብጣዕሚ የቐኒለይ ሰሰናዩ ደስተ ኢላትክን ከዓኒ ሸር ክትብላለይ በዚ ኣጋጣሚ ይሕብር ማለት እዩ ሳብስክራይብ ከዓ ግበራለይ ማለት እዩ። ብጣዕሚ የቐንየለይ የቐንየለይ እቲ ተተባባዓኒ ሰሰናዩ ቻው ቻው።